ቃል ከንብብ እሞ ብኡ ጌርና ክንጽሊ ኢና ሃሌሉያ ሎም መዓንቲ እግዚኣብሄር ንዓኹም ጥራሕ ኣይኮነ ንዓይ እውን ዝዛረቦ ኣለዎ ነፍሲ ወከፍና እንታይ ኣለዎ ቃል ኣለዎ ምክንያቱ ኩላና እንታይ ናብ ዘለና ናይ ዕለት ምግብና ማእረርቲ ኢና መንፈሳዊ ምግብና እንታይ ገበርቲ ኢና? ማእረርቲ ኢና ካባይ ጀሚርካ። ስለዚ ንነፍሲ ወከፍና ሎምዓንቲ ቃል ኣለዎ። እግዚኣብሄር ንነፍሲ ወከፍና ክዛረቦ እዩ። ንነፍሲ ወከፍና ንውሽጥና ብርሃን ክህቦ እዩ። ሃሌሉያ! ነቲ ብርሃን ኣብ ውሽጥና ዘሎ ከጉልሖ እዩ። ክብሪ ንኣምላኽ ይኹን። ኣብ ወንጌል ዮሃንስ ምዕራፍ ሸሞንተ ዘሎ ቃል ክነንብብ ኢና ካብ ፍቕዲ ዓሰርተ ክልተ። ወንጌል ዮሃንስ ምዕራፍ ሸሞንተ ፍቕዲ ዓሰርተ ክልተ። ኩላና ንፈልጦ ደስ ዝብለና ቃል እዩ ከም ዝብል ቃል ኣለና ሽዑ ኢየሱስ ኣነ ብርሃን ዓለም እየ እቲ ዝስዕበኒ ብርሃን ሕይወት ክረክብ እምበር ብጸልማት ኣይክኸይድን እዩ ኢሉ ከም ብሓድሽ ተዛረቦም። እግዚኣብሔር ኣቦ ንባርኸካ ኣለና ስለዚ ህያው ዝኾነ ቃልካ ጎይታ ተመስገን እዚ ቃልካ እዚ ሎም መዓንቲ ኣብ ማእከልና ውን ጉልበት ክህልዎ እዚ ቃልካ እዚ ኣብ ማእከልና ሓይሊ ክህልዎ እዚ ቃልካ እዚ ኣብ ማእከልና ስልጣን ክህልዎ ኣብ ማእከልና እግዚኣብሔር እዚ ቃልካ እዚ ከም ክልተ ዝኣፉ ሴፍ ኮይኑ ክመላለስ እግዚኣብሔር ንጽሊ ኣለና ንነፍሲ ወከፍና ተዛረብ እግዝኣብሄር ንነፍሲ ወከፍና እስኻ ተንክፍ እግዝኣብሄር ንዓይ ንባርያኻ ተንክፈኒ እግዝኣብሄር ንሕዋተይ እስኻ ተንክፍ እግዝኣብሄር ኣቦ እነሆ እግዝኣብሄር ጎይታ ሰራዊት ኣሕዋተይ ከምቲ ዝግባእ ኮይኖም ክሰምዑ እግዝኣብሄር ኣነ ድማ ከምቲ ዝግባእ ገይረ ክዛረብ እግዝኣብሄር ኣቦ ሎሚ መንፈስካ ኣብ ማእከልና የገልግለና መንፈስካ የገልግለና እግዝኣብሄር ቅዱስ መንፈስካ ኣብ ማእከልና የገልግል ቅዱስ መንፈስካ ኣብ ማእከልና ይዕየ እግዚኣብሄር ከም ዝጨንቆስ ኢድ ሰብ ኣይተገልግሎን እያ ሎሚ እግዚኣብሄር መንፈስካ ግን ኣብ ማእከልና ክዓዪ መንፈስካ ኣብ ማእከልና ክገልግል እግዚኣብሄር ንዚ ቃል ድማ ኣብርሆት ክህብ እግዚኣብሄር ኣቦ ብጌታ በኢየሱስ ክርስቶስ ስም ንጽለና እግዚኣብሄር ትኽእል ኢኻ ትገብሮ ድማ ኢኻ ስለዚ ነመስግነካ ኣለና ብጌታ በኢየሱስ ክርስቶስ ሽም ኣሜን እግዚኣብሄር ባርኩም ተቐመጡ ሃሌሉያ ሎማዓንቲ ጎይታ የሱስ ክርስቶስ ኣነ ብርሃን ዓለም እየ ዝበሎ ቃል እየ ክዛረብ ኣብ ውሽጠይ ዝነበረ ኣነ ብርሃን ዓለም እየ ዝብል ዘይኮነስ ብርሃን ዓለም ኢኹም ዝብል ቃል እዩ ነይሩ ግን ቅድሚ ብርሃን ዓለም ኢኹም ምባሉስ እንታይ እዩ ዝበለሎ ኣነ ብርሃን ዓለም እየ ዝበለሎ ንዕኡ ቅድም ክንሪኦ ስለ ዝደለኹ እየ ክብሪ ንኣምላኽ ይኹን እንታይ ዝበሎ ኣነ ብርሃን ዓለም እየ እቲ ክርስቶስ ዘለዎ ድማ እንታይ ኣይገብርን ኢልዎ ኣሎ ብፀልማት ኣይመላለስን እዩ ክብሪ ናምላክ ይኹን እዚ ቃል እዚ ቅድሚ ጎይታ የሱስ ክርስቶስ ከምዚ ኢሉ ምዝራቡስ ካብ ምዕራፍ ሸውዓተ ይጅምር እቲ ታሪክ ጎይታ የሱስ ክርስቶስ ንምዕራፍ ሸውዓተ ዮሃንስ ተኸድና እንታይ ዝብለና በዓል ዳስ ይኸብዕል ከይዱ በዓል ዳስ ክንብል ኮለና እንታይ ማለት እዩ ካብቶም ዓበይቲ በዓላት ናይ ደቂ እስራኤል ዘብዕልዎ ሓደ በዓል እዩ ደቂ እስራኤል ኣብቲ ናይ ግብጺ መንገዶም ኣብቲ ናይ ምድረ በዳ መንገዲ ንእግዚኣብሔር እንታይ ዝገብርሉ ነበሩ እዮም? እግዚኣብሔር ዘሕልፎም ነበረ ብምድረ በዳ ዳስ ዝነብርሉ ነበሩ ግዜ እዩ። ኣብ ቴንዳ ዝነብርሉ ነበሩ ግዜ እዩ። መቕደስ እግዚኣብሔር ከይተረፈ ምንታይ ዝነብረሉ ነበረ ግዜ እዩ? ኣብ ድንኳን ዝነብረሉ ነበረ ግዜ እዩ። ወይ በዓል ድንኳን ክንብሎ ንኽእል ወይ በዓል ዳስ ክንብሎ ንኽእል ዝገብርዎ ዘለዉ በዓል። ስለዚ ጎይታ የሱስ ክርስቶስ እንታይ ክገብር ይኸይዱ? በዓል ከብዕል ይኸይድ ኣብቲ ቦታቲ። ካበይ ካብ ምዕራፍ ሸውዓተ ወንጌል ዮሃንስ ጀሚሩ ዝዛረቦ ምዕራፍ ሸውዓተ እንተ ርኢናዮ ብዛዕባ ኣነ እቲ ናይ ዘለኣለም ታሽሙ ኢሉ ኣሎ ኣነ ማይ ህይወት ኢልዎ ኣሎ እቲ ካባይ ሰቲ ድማ እንታይ ኣይገብርን እዩ ኣይክፀምን ኢልዎ ኣሎ እሱ ርእሱ ዝኸኣለ ታሪክ ብዛዕባ ኣይክዛረብነ ምዕራፍ ሸሞንተ ምስ መፀ ግን እንታይ ክብል ንሪኦ ኣነ ብርሃን ዓለም እየ ካብተን ሸውዓተ ኣብ ወንጌል ዮሃንስ ኣነ ዝበለን ጎይታ የሱስ ክርስቶስ፣ I am፣ ዝብላ ቃላት ሓንቲ እየን ካብተን ሸውዓተ ቃላት። ኣብ ወንጌል ዮሃንስ ጥራሕ ልዕሊ ዕስራን ሰለስተን ግዘ ብርሃን ዝብል እዩ ዝዛረበሉ። ብርሃን ዝብል ቃል እንታይ ገብር እዩ? ልዕሊ ዕስራን ሰለስተን ግዘ ጠቂስዎ ኣሎ። ኣብ ወንጌል ዮሃንስ ጥራሕ ድማ ብብዝሒ ተጠቐሳ እንታይ እንተኢልኩም ብርሃንን ሓቅን። ብርሃንን ሓቅን እንዳበለ ዝዛረበሉ እዩ። ብርሃን እንታይ ናይ ምግባር ክእለት ኣለዎ? ናይ ምግላፅ ክእለት ኣለዎ። ኣብ ፀልማት ዘሎ ሕቡእ ነገር እንታይ ናይ ምግባር ኣለዎ? ናይ ምቅላዕ ባህሪ ኣለዎ። ሓቂ ድማ እንታይ ናይ ምግባር ኣሎ? ነቲ ሓሶት ዝኾነ ካብ ብርሃን ዝተሓበ ነገር እንታይ ዝገብር እዩ? ዘቃልዕ እዩ። ክልቲኦም ሓደ ዓይነት ባህሪ እዩ ዘለዎም። ወንጌል ዮሃንስ ብጣዕሚ ንዕኦም ፀቒጡ እዩ ዝዛረብ ብዛዕባ ብርሃን ብዛዕባ ሓቅን። ኣብ ብዙሕ ኣብቲኦም ወንጌላት ተሪኻ ማርቆስ ወንጌል ማቴዎስ ሉቃስ ተኸድካ ከም ወንጌል ዮሃንስ ተጠቒሶም ኣይትረኽቦምን ኢኻ ሃዋርያ ዮሃንስ ብጣዕሚ ጽቡቅ ገይሩ እዩ ንብርሃን ፎካስ ገይሩ ዘውጾ ወይ ኣጉሊሖ ዘውጾ ክብሪ ንኣምላኽ ዙም እዩ ዝገብሮ ኩሉ ግዜ ብዛዕባ ብርሃን ብዛዕባ ሓቂ ክዛረብ ከሎ ብዛዕባ ክርስቶስ ክዛረብ ከሎ ክብሪ ንኣምላኽ ይኹን ኣብ ራእይ እውን ከምኡ ኢሉ ዝዛረብ እዩ ዕስራን ሰለስተን ግዜ ግን ኣብ ወንጌል ዮሃንስ ኣለና ክብሪ ንኣምላኽ ይኹን ስለዚ ኣብ ምዕራፍ ሸሞንተ ጎይታ የሱስ ክርስቶስ ብድድ ኢሉ ምስ መጸ ሓደ ታሪኽ ኣሎ ዘጋጠመና ታሪኽ ብዛዕባ እቲ ኣብ ምንዝርና ዝተረኽበ ሰበይቲ እዩ ጅምር ካብ ሓደ ፍቅሪ ሓደ ስጋብ ሸሞንተ ዘሎ ብዙሓት ስኮላርስ ዝኣምኑሉ እንታይ እዩ እቲ ታሪኽ ኣብኡ ኣይነበረን ኢሎም እዮም ዝኣምኑ ሃንደበት ዝኣተወ ታሪኽ ኢሎም እዮም ዝኣምኑ ብዛዕባኡ ካልእ ግዜ ክንዛረበሉ ኢና ካብ ዓሰርተ ክልተ ዘላ ግን እንታይ ይብል ጀሚሩ ልክዕ እቲ ምዕራፍ ሸውዓተ ዝጀመሮ ታሪኽ ብዛዕብኡ እዩ ኣነ ብርሃን ዓለም እየ ኢሉ ተዛሪቡ ክብሪ ንኣምላኽ ይኹን እ፣ ዘገደዶ ህሞት ግን ነይሩ ኣብዚ ስእሊ እዚ እንዳርኣኹም ርኣዩለይ ኢኹም እዚ እ፣ ወርቃዊ መብራህቲ ዝብል ዘሎ እቲ ጎልደን ላምፕስ ዝብሎ እዩ ደቂ እስራኤል ካብቲ ናይ ምድረ በዳ ጉዕዝኦም ሓደ ነገር ዝወሰድዎ እንታይ ነይሩ? እግዚኣብሄር እንታይ ይመርሖም ነይሩ እዩ? ብመዓልቲ ብደነ እንታይ ገመርሖም ነይሩ? ደበና። ብለይቲ ከ ብዓንዲ ሓዊ። ስለዚ እዚ ኣርባዕተ ትሪኦ ዘለኹም ኣብ ኣርባዕተ ቦታ ዘሎ ኣብቲ ኣፀድ ኣንስትዮ ወይ ኣፀድ ደቂ ኣንስትዮ ዝበሃል እዩ። ኣብኡ ዝተኽለ ኣርባዕተ ዕኑድ ኣሎ። እዚ ዕኑድ እዚ ሓምሳ እመ ዝኸውን እዩ፣ ከባቢ ዕስራን ክልተን ሰንቲ ሜትሮ ዝኸውን እዩ፣ ዕስራን ክልተን ሜትሮ ዝኸውን መብራህቲ ኣሎ። ኣብዚ ናይ መዓልቲ ዳስ ዝበሃል ወይ ኣብዚ ናይ ድንኳን በዓል ዝበሃል እንታይ ይገብሩ መሲልኩም? ንዚ መብራህቲ እዚ የብርህዎ። ብምሉእ ኢየሩሳሌም ኢኻ ትርእዮ እቲ መብራህቲ፣ ኣብ መጽሓፍ ቅዱስና ዘየለ ኣብቲ ናይ ታሪኽ መጽሓፍቲ እንታይ ዝብል መሲሉኩም ክሳብ ሓንቲ ሰበይቲሲ ስርናይ ክትኣሪ ትኽእል እያ ሓሰር ካብቲ ስርናይ ክትፈለየሉ ትኽእል መብራህቲ እዩ ዘሎ ብጣዕሚ ዓቢ መብራህቲ እዩ ንምንታይ እዮም ገይሮሞ ተልኩም ነቲ እግዚኣብሄር ብዓንዲ ሓዊ ዝመርሖም ዝነበረ ንመዘከርታ ኢሎም ገይሮሞ ንዕኡ ምስ ኣብርሃዎ እንታይ ይርዩ እግዚኣብሄር ብዓንዲ ሓዊ ገይሩ እንታይ ገይሩና እዩ መሪሕና እዩ እንዳበሉ እዮም ዓመት ዓመት ዝዝክርዎ ነይሮም ፕሬዝ ጋድ ዓመት ንዓመት ክገብሩ ከሎ ግን ሓደ ሓድሽ ነገር ግን መፅኡ ኣሎ ኣብቲ ቦታ ሓድሽ ነገር እንታይ ዝብል ኣነ እቲ ብርሃን ዝብል እቲ ዝመርሓኩም ዝነበረ ዓንዲ ሓዊ ኮይነሲ ኣነ ዝብልሲ ኣብ ማእከሎም ተኸሲቱ ኣሎ በቃ ምስ ረኣዮ እቲ መብራህቲ በሪሁ ኩሉ ተወሊዑ ምስ ረኣዮ እንታይ ኢሉ ኣነ እቲ ብርሃን ዓለም ኢልዎም እቲ ብጸልማት ዝመርሓኩም ነበረ ካብ ግብጺ ዘውጻእኩም እንሆ ድማ ኣብ ጸልማት ንኸይትመላለሱ ብርሃን ኮይኑ ዝኸይድ ነበረ ምሳኹምሲ ኣነ ኣነ እዚ ትራዲሽን ትገብርዎ ዘለኹም እዚ ባህሊ ትገብርዎ ዘለኹም ጽላሎት ናተይ እዩ ኣነ ግን እቲ ብኣካል ዘለኹ ኢልዎም ክብሪ ኣምላኽ ይኹን እዚ እዩ ኣገዲድዎ ንጎይታ ኢየሱስ ክርስቶስ ነቲ መብራህቲ ምስ ረኣዮ ኦኬ ኢሉ ኣነ ብርሃን ዓለም ኣነ እቲ ብርሃን እዚ ሎማዓንቲ ኣዕኑት ትሪእዎ ዘለኹም ነዳዲ መሊእኩም ተብርህዎ ዘለኹም ናይ ቀንዴል መብራህቲ ጌርኩም ተብርህዎ ዘለኹም ልዕሊ ዕስራ ሜትሮ ዝኸውን ንከተማ ብምሉእ ኢየሩሳሌም ዘብርህ ዘሎ ዘይኮነሲ እቲ ናይ ሓቂ ብርሃን ኣነ እቲ ኣነ ዘለ ኣለዎ ዝበሃል ሰብ ድማ እንታይ ኣይገብርን ኢልዎም ኣብ ጸልማት ኣይመላለስን እዩ በቃ ክርስቶስ ዘለዎ እንታይ ኣይገብርን እዩ ኣብ ጸልማት ኣይመላለስን እዩ ደቂ እስራኤል እኮ ብዓንዲ ሓዊ ዘይመርሖም ነይሩ እንታይ ምኾኑ ጸልማት እዩ። ጸልማት እንታይ ይገብረካ ድዩ? ኣየንቀሳቕሰካን እዩ። ኣይጓዓዝን እዮም። ጸላኢ እንታይ ክገብር ይኽእል እዩ? ከርክቦም ይኽእል እዩ። ስለዚ እግዚኣብሔር ንክመርሖ ንህዝቡ እንታይ ገይርዎ እዩ? በዚ ዓንዲ ሓዊ ክልተ ነገር ነይርዎ። በዚ ካብ ጸላኢ ፈልይዎ ኣሎ፣ ካብዚ ከዓ ንህዝቡ ብርሂሉ እዩ ዝኸይድ። ጎይታ ኢየሱስ ክርስቶስ ግን እዚ ትገብርዎ ዘለኹም እንታይ ኢልዎም? ኣነ ኣነ ኣነ ጎይታ ኢየሱስ ክርስቶስ ካብቲ ደስ ዝብልን ነገር እንታይ ኣለዎ መሲልኩም? ነገራት ዝረኸቦም ነገራት እንታይ ገብሮም ነይሩ እዩ ናብ ስብከት እዩ ዝቕይሮም ሓደ ነገር ክረኽቦ ከሎ ኦኬ ብዛዕባ ማይ ኣብ ምዕራፍ ሸውዓተ ክዛረቡ ከለዉ እቲ ሙሴ ነቲ ከውሒ ማይ ዘፈልፈለሉ ታሪክ እዩ ዝዛረብ ንዕኡ ኣብነት ድማ እቲ ካህን እንታይ ይገብር ካብ ማይ ሰሊሆም እናምፀ ናብኡ እዮም ዝኽዕዎ ናብቲ መቕደስ እዮም ሒዞሞ ዝመፁ ነዚ ነገር እዚ ምስ ረኣየ እንታይ ኢልዎም ኣነ እኮ እቲ ናይ ማይ ሂወት ኢልዎም እቲ ህይወት ማይ ረኺባቶ ዘይትጸምኣሉ ማይ ንዘለኣለም ትረውየሉ ማይ ኣነ እየ እኮ ኢልዎም እቲ ከውሒ መን እዩ ክርስቶስ እዩ ስለዚ ዝረኸብካ ህሞት ጎይታ እንታይ ደልየካ ተልኩምኒ ክትጥቀመሉ እዩ ዝደልየካ ሎሚ ኣነ ሎም መዓልቲ ምስ ደው ኢለ ዕድል ሂብኒ ጎይታ ሰብኽ ኣለኹ ምድረኽ ነፍሲ ወከፍና ግን እግዚኣብሔር ፑልፒት ሂብዎ ኣለዉ ቅድሚኡ ዝረኸብናያ ዕድል እንታይ ክንገብረላ ክርስቶስ ክንሰብከላ ክርስቶስ ክነርእየላ ሎማዓንቲ ሓደ ነገር እኮ ክትረክብ ትኽእል ሃውፅ ኢልካ እቲ ነገር እቲ ከም ታራ ነገር ጌርካ እንድሕር ሓሊፍካዮ እንታይ መስ- እንታይ መሲልኩም ክርስቶስ ኣይሰብከሉን ኢኻ ብታራ ነገር ኢኻ ትሪኦ ብታራ ዓይኒ ኢኻ ትሪኦ ኣይ እዚ ደኣ ኖርማል እንዲ ኢልካ ኢኻ ትሓልፍ ግን ኣብቲ ናይ ጎይታ የሱስ ክርስቶስ ጉዕዞ ተመፂኻ ግን ጎይታ የሱስ ክርስቶስ እንታይ ገብረሉ ነይሩ ዝረኸበን ዕድላት ይጥቀመለን ነይሩ ስለዚ ብዛዕባ ብርሃን ክሰብከም ከሎ ንርኢ ካልኣይ እንተሪእና ጳውሎስ እዩ ጳውሎስ ዝረኸቦ ዕድል እንታይ ዝገብር ሰብ እዩ ዘየባኽን ሰብ እዩ ኣብ ግብረ ሃዋርያት ንሕር ከይድና ኣብ ኣብ ምዕራፍ ዓሰር ሸውዓተ ዕስራን ክልተን ዕስራን ሰለሰን ዘሎ ናብ ኣቴንስ ምስ ኣተወ እንታይ ኢልዎም መሲልኩም እትም ህዝቢ ብዙሕ ኣማልኽቲ ከም ተምልኹሲ ከም ትፈቱ ምምላኽሲ ፈሊጠ ኣለኹ ርኤ ኣለኹ ኢልዎም ተገንዚበ ኣለኹ ኢልዎም ግን ኣብቲ መቕደስኩም ክዛወር ከለኹስ ሓደ ሽም ዘይብሉ ኣምላኽ ረኺበ ኢልዎም ዘይተፈልጠ ትብልዎ ስብከቱ እኮ ኣይኮነን እዚ ንሶም እዮም ከምኡ ኢሎም እኮ ሽም ሂቦሞ ዘለዉ ግን ሽም ከውፅኣሉ ደልዩ እዚ ዘይተፈልጠ መሰውእ ትብልዎ ዘለኹም ዘይተፈልጠ መቕደስ ትብልዎ ዘለኹም ዘይተፈልጠ ኣምላኽ ትብልዎ ዘለኹም ከላለየኩም ኣነ ፈልጦ ኢልዎም ፕሬዝ ጋድ ኣነ ይፈልጠ ንሱ ኢልዎም ትመድሓኒ ኢልዎም ንሱ እንታይ እዩ ትመድሓኒ እዩ ንሱ እዩ ከምልጠኩም ዝኽእል ንሱ እዩ ናይ ዘላለም ህይወት ዝህብ ኢሉ እዩ ኣብ ስብከቱ ኣትዩ ጎይታ የሱስ ክርስቶስ እንታይ ይደልየና ሎሚ? ኩሉ ግዜ ፑልፒትና ኣብ ቅድሜና ሒዝና ክንከይድ። ኩሉ ግዜ መድረኽ ክህልወና። ኣብ ዝኣተናዮ ስፍራ መድረኽ ክህልወና። ኣብ ዝኣተናዮ ስፍራ እንታይ ክህልወና? መድረኽ ክህልወና። መድረኽ ትፈጥሮ እምበር ኣይመጸካን እዩ። ባዕልኻ ኢኻ ትፈጥሮ እቲ ዝተረኸበ ዕድል እንታይ ኢኻ ትገብሮ መድረኽ ኢኻ ትጥቀመሉ እንተዘይኮነ መድረኽ ተፈጢሩ ክመፀካ ትፅበ ተሊኻ ግዜኻ ወዲእካ ኢኻ ናብ ጎይታ ስብሰብ በቃ ንዓ ወዲእካ ኣለኻ ስራሕካ እዩ ዝብለካ ሃዋርያ ጳውሎስ ግን ንኣምላኽ ከመይ ገይሩ ክሰብኮ ከም ዝኽእል ከመይ ገይሩ ዝተኸፍተሉ ደገ ኣትዩ ንጎይታ ከርእየሉ ከም ዝኽእል ስለ ዝተገንዘበ እዩ ኣብ ህይወቱ ኩሉ ኣብ ቤት ፍርዲ ተቐሪቡ እንታይ ይገብር ጎይታ ይሰብኮ ብዛዕባ ርእስኻ ተዛረብ ኢና እኮ ንብለካ ዘለና ብሎ ብዛዕባ ርእሱ የብሉን ዘረባ ተፈጢርሉ ዘሎ መድረኽ ብዛዕባ ርእሱ ክዛረበሉ ተፈጥረ መድረኽ ኣይኮነን ተፈጢርሉ ዘሎ መድረኽ ብዛዕባ ክርስቶስ ክዛረበሉ ተፈጥረ መድረኽ እዩ ክብር ንኣምላኽ ይኹን። ስለዚ ንሕና ኩሉ ግዜ እንታይ ክንኮን ኣለና? ድልዋት በቃ ድልዋት ኩሉ ግዜ መድረክ ከም ዘለና ኩሉ ግዜ ፑልፒትና ምሳና ከም ዘሎ ኩሉ ግዜ ማይክሮፎንና ምሳና ከም ዘሎ ኩሉ ግዜ መጽሓፍ ቅዱስና ምሳና ከም ዘሎ ኢና ኢና ንወጽእ ኣብ ገደማ ኣብ ከተማ ኢና ንወጽእ ኣብ ኩሉ ንኸዶ ጉዕዞና ክብሪ ንኣምላኽ ይኹን የሱስ ጎይታ እዩ ወንጌል ዮሃንስ ምዕራፍ ሓደ ክኸይድ ኢና ንዓን ካብ ሓደ በዚ ጀሚረ ኸምኡበ ቃል ብመጀመርታ ነበረ፣ እቲ ቃል ድማ ኣብ ኣምላኽ ነበረ፣ እቲ ቃልውን ኣምላኽ ነበረ። እዚ ብመጀመርታ ኣብ ኣምላኽ ነበረ፣ ብእኡ ኩሉ ኾነ፣ ካብቲ ዝኾነ ዘበለ ድማ ብዘይ ብእኡ ዝኾነ የልቦን። ህይወት ኣብኡ ነበረት፣ እታ ህይወት ከኣ ብርሃን ሰብ ነበረት። እንታይ ኢሉ? እታ ህይወት ኣብኡ ነበረት፣ እንታይ ነበረት ከ ኢልዋ? ብርሃን ሰብ ነበረት፣ ብርሃንውን ኣብ ጸልማት የብርህ፣ ጸልማት ግና ኣይሓዞን። ትሕት ኢሉ ሽዑ ዮሃንስ ዝስሙ ሰብኣይ ካብ ኣምላኽ ተላኢኹ ተንስአ። ኩሎም ብእኡ ናብ እምነት ምእንቲ ክበጽሑ ብዛዕባ ብርሃን ክምስክር ንሱ ንምስክር መጸ። ብዛዕባ ብርሃን ደኣ ክምስክር መጸ እምበር ንሱ ብርሃን ኣይነበረን። ስለዚ ሃዋርያ ዮሃንስ ግልጽ ገይሩ ዘንብሮ ዘሎ ክጅምር ከሎ ቃሉ ብምንታይ ይጅምሮ ዘሎ ብዛዕባ ሓደ ብርሃን ከላልዩ ጀሚሩ ናብ ዓለም መጺኡ ዘሎ ብርሃን ዓለም ዘይፈለጠቶ እቲ ኣብ ጸልማት ትማለስ ዘላ ዓለም ዘይፈለጠቶ ነቶም ዝተቐበሎ ዘበለ ኢሉ እንድሓር ኣብ ትሕቲ ኢሉ እንታይ ይብሎ ናይ ዘላለም ህይወት ሂቦም ዝብሎም ዘሎ ወይ ውሉድ ኣምላኽ ክኾኑ መሰል ሃቦም ዝብሎም ዘሎ ቅድሚኡ ግን እንታይ ዝብለና ዘሎ ኣብ ዓለም ነይሩ እዩ፣ ብርሃን እዩ ነይሩ፣ ብርሃን ህይወት ዝህብ እዩ፣ ንሰብ ከኣ ብርሃን ዝህብ ኢልዎ ኣሎ። ካብኡ ውርድ ኢሉ ድማ እንታይ ይብል? ብዛዕባ ዮሃንስ ክዛረብ ከሎ፣ ዮሃንስ ብዛዕባ ብርሃን ክምስክር እዩ መጺኡ ኢልዎ። ንሱ ግን እንታይ ኣይነበረን? ብርሃን ኣይነበረን። ስለዚ ነዚ ሽም እዚ ኣነ ብርሃን ዓለም እየ ክብል ዝኽእል በጀካ ጎይታ የሱስ ክርስቶስ ካልእ የልቦን። ብዘይካ ጎይታ የሱስ ክርስቶስ ካልእ ኣነ ብርሃን ዓለም እየ ኢሉ ክሌም ክገብር ዝኽእል የልቦን ብድሕሪ እዩ ንዓና እንታይ ዝገብረና ምስልኩም ብርሃን ዓለም ኢኹም ዝብለና በን ገርና ክርስቶስ እቲ ብርሃን ዝኾነ ኣባይ ናባኹም ምስ ሓደረ ዮሃንስ እኮ እቲ ብርሃን ኣይኮነን ኢልዎ እኮ ከመይ ገርና ዳሕና ሎም መዓንቲ ብርሃን ዓለም ኮይና ዳ እቲ ብርሃን ዝኾነ ኣባና ስለ ዝሓደረ እቲ ብርሃን ዝኾነ ኣባኺ ስለ ዝሰፈረ እዩ። እቲ ብርሃን ዝኾነ ኣባኻ ስለ ዝሰፈረ እዩ። እቲ ብርሃን ዝኾነ ኣባይ ስለ ዝሰፈረ እዩ ኣነ ብርሃን ዓለም ክኾን ክኢለ። ክብሪ ንኣምላኽ ይኹን። ስለዚ ዮሃንስ መጥመቕ እንታይ ነይሩ? ንኹሉ ናብ እምነት ንኸምጽእ እምበር ብዛዕባ ብርሃን ክምስክር እምበር ብርሃን ኣይነበረን ኢልዎ ኣሎ። ንሱስ ጎይታ እዩ። ኣብ ወንጌል ዮሃንስ ግን ኣብ ምዕራፍ ሸሞንተ ንሪኦ ዘለና ኣነ ብርሃን ዓለም እየ ብርሃን ንዕኡ ዝተቐበለ ድማ እንታይ ኢልዎ ኣብ ጸልማት ኣይመላለስን እቲኣ ብርሃን ዓለም ትብልዚ ብርሃን እየ እያ ትብል ብርሃን ከምዚ ተፈጥራዊ ብርሃን ኣይኮነን ፀሓይ ተፈጥሮ ብርሃን እዩ ሰብ ዝፈጥሮ ብርሃናት ኣሎ ግን ንሱ ንበዓሉ ንገዛ ርእሱስ ብርሃን እዩ በቃ ብርሃን እዩ ሊተራሊ ብርሃን እዩ ብምንታይ ኢኻ ክትገልፆ ትኽእል ብትግርኛ ብርሃን በቃ ብርሃን ሲ ዘይተፈጥራዊ ባህርያዊ ብርሃን እዩ ዝኾነ ነገር እዚ ክምንጭወሉ ዘይክእል፣ ዝኾነ ነገር ክልግሰሉ ዘይክእል፣ ካልእ ሓይሊ ጸዓት ዝህቦ ዘይብሉ ብገዛእ ርእሱ እንታይ እዩ? ብርሃን እዩ። ፕሬዝ ጋድ። እቲ ብርሃን እየ ኣይኮነን ዝብል ብርሃን እየ ከም ኩሉ ብርሃን ኣይኮነን እንታይ እዩ ፍሉይ ብርሃን እዩ ዛስዋይ ሎ መዓንቲ እቲ ውሽጥኻ ዘሎ ብርሃን ስለ ዝበርሀ እዩ በሪህካ ትኸይድ ኣብዚ ከተማ ዝረኣየካ ዘበለ ብርሃንካ ዝር እንታይ ኮይኑ እንተኢልና ናቹራል ብርሃን ኣይኮነን እግዚኣብሔር እቲ ብመለኮታዊ ብርሃን ገይሩ ኣባኻ ስለ ዘፍሰሶ እዩ ወዱ ኣባኸ ስለ ዘሕደሮ ጥራሕ ካልእ እንታይ የብሉን ምክንያት የብሉን እዚ ብርሃን እዚ ኢኻ ሸኪምካ ትኸይ ዘለኻ ክብርና ኣምላኽ ይኹን ስለዚ ጎይታ የሱስ ክርስቶስ ነዚ ዕኑድ እዚ ምስ ረኣየ እንታይ ኢልዎ ንብል ኣለና? እዚ ኣይኮነን እቲ ብርሃን፣ እቲ ሓቀኛ ብርሃን እዚ ኣይኮነን። ኣነ እቲ ብርሃን። ሎማዓንቲ እንታይ እዩ እቲ ብርሃን ጥቕሙ እንተኢልና ጸልማት የብርህ። ዓለም ኣብ ምንታይ እያ ዘላ እንተኢልና ኣብ ትሕቲ ግስኣት ጸልማት እያ ዘላ። ጸልማት እንታይ እዩ ትርጉሙ እንተኢልና ቃል ብቓሉ ሓጢኣት እዩ። ብርሃን እንታይ እዩ እንተልና ቅድስና እዩ ብርሃን እንታይ እዩ ፅድቂ እዩ ብርሃን እንታይ እዩ ሓቂ እዩ ከምቲ ኣንተ ዝበልና ዘቃልዕ ነገር እዩ ስለዚ ዓለም ኣብ ምንታይ ኣላ ንብል ኣለና ኣብ ትሕቲ ግዝኣት ፀልማት እያ ዘላ ስለዚ ጎይታ የሱስ ክርስቶስ እንታይ ኮይኑ መፅኡ ብርሃን ዓለም ኮይኑ መፅኡ ንመን ከብርህ ንኩሉ ኣብ ትሕቲ ሓጢኣት ዘሎ ንኹሉ ኣብ ትሕቲ ግዝኣት ናይ ሉሲፈር ዘሎ ሓራ ንኸውጽእ ጎይታ የሱስ ክርስቶስ እንታይ ኮይኑ መጽዩ ብርሃን ኮይኑ መጽዩ ፕሬዝ ጋድ ሃሌሉያ ስለዚ ዮሃንስ እንታይ ንብሎ ኣለና ዮሃንስ ብርሃን ኣይነበረን ብዛዕባ እቲ ብርሃን ግን እንታይ ይገብር ነይሩ ይምስክር ነይሩ ድሕር ኢሉ ሽዑ እንታይ ብላ ኣብ ትሽዓተ እቲ ንነፍሲ ወከፍ ሰብ ዘብርህ ብርሃን ሓቂ ናብ ዓለም ይመጽእ ነበረ ኣብ ዓለም ነበረ ዓለም እውን ብኡ ኮነት ዓለም ግና ኣይፈለጠቶን ዓለም ዝብሎ ዘሎ እቲ ሲስተም እዩ እቲ ናይቲ ምድሪ ሲስተም እዩ እቲ ናይቲ ግሎብ ሲስተም እዩ ብዛዕባኡ እንታይ ይብሎ ኣሎ ኣብ ዓለም ነይሩ እቲ ብርሃን መፅዩ ግን እንታይ ገብረትን ዓለም ኣይፈለጠቶን እንታይ ስለ ዝኾነት በቲ ፀልማት ስለ ዝዓወረት ሰብ እንታይ ይብሎ መሲልኩም ኣብ ወንጌል ዮሃንስ ክዛረብ ከሎ ካብቲ ብርሃንስ እንታይ ሓረ የብሎ ፀልማት ሓረ የብሎ እንታይ ስለ ዝኾነ? ሕቡእ ነገር ስለ ዝኾነ፣ ሕቡእ ሓጢኣት ስለ ዘለዎ፣ ግብሩ ክፉእ ስለ ዝኾነ፣ ካብቲ ብርሃን እንታይ ገበረ? ጸልማት ሓርዩ። ግን ጎይታ የሱስ ክርስቶስ ነዚ ጸልማት ዝሓረየ ሰብ እንታይ ክገብር መጺኡ ንብሎ ዘለና? ናብ ብርሃን ከውጽኦ። ናብ ብርሃን ጥራሕ ከውጽኦ ዘይኮነሲ ብርሃን ገይሩ ከቑሞ። ፕሬዝ ጋድ። ሎማዓንቲ ኣሕዋተይ ቀሊል ዕጫ ኣይኮነን ዘለና ንሕና ኣመንቲ ንበሃል፣ ክርስትያናት ንበሃል፣ እንታይ ኢና እንተ ኢልና፣ እቲ ናይ ጸልማት ነገር ካባና ወጺኡ ብብርሃን ዝተመላእና፣ ብርሃን እነንጸባርቕ፣ መብራህትና ድማ ኹሉ ግዜ ዝበርሀ ህዝቢ ኢና። ክብሪ ንኣምላኽ ይኹን። ዝርእየካ ዘበለ ኹሉ እንታይ ይርኢ? ብርሃን ናይ ክርስቶስ ይርኢ። ክብሪ ንኣምላኽ ይኹን። ናብቶም ናቱ መጸ፣ እቶም ናቱ ኸኣ ኣይፈለጥዎን። ብዛዕባ ናቱ ዝብሎም ዘሎ ህዝቢ እንታይ እዮም? እዚኦም ሎማዓንቲ ከምዚ ሓዊ ኣብርዮም ወይ ድማ ነዳዲ ነገር ገይሮም ብርሃን ፈጢሮም ዝጻበበዩ ዘለዉ ህዝቢ ናቱ ዝበሃሉ እንታይ ገበረ? ናብኦም መጸ። መጸ እንታይ ገይሮም ግን ተናቱኸ ኣይተቐበሉ እንታይ መሪጾም መሲልኩም እዚ ተፈጥራዊ ብርሃን ብሰብ ዝተመሃዘ ብርሃን እዚ ናብ ብዙሕ ቦታ ከብፅሓካ ዘይክእል ብርሃን ነዳዲኡ ወዲኡ ክጠፍእ ዝኽእል ብርሃን ቀረብቲ ዘይብልካ እዚ ክውዳእ ዝኽእል ብርሃን ቀፃልነት ዘይብሉ ብርሃን እንዳጨለምለመ ዝኸይድ ብርሃን፣ እንዳደመቐ ዘይኮነስ እንዳጠፍአ ዝኸይድ ብርሃን፣ ንዑ እንታይ ገበሩ? ሓረዩ። ንጎይታ ግን እንታይ ገበርዎ? ኣይተቐበልዎን። ኣሕዋተይ ሰብ እኮ ብጣዕሚ ዝደንግፅ ሰብ እዩ። ብጣዕሚ ዝደንግፅ ፍጡር እዩ። ጎይታ ዝኣክል መፂኡካ እዚ ጎይታ ዝኣክል ተገሊፁልካስ እቲ ብርሃን ኣብ ማእከልካ ኮይኑ ከይፈለጥካ ኣብ ፀልማት ክትመላለስ ናብቶም ናቱ መጸ፣ እቶም ናቱ ግን እንታይ ኣይገበሩን? ኣይተቐበልዎን። ነቶም ምስ ተቐበሎ ዘበሉ ኩሎም ብስሙ ዝኣመኑ ግና ውሉድ ኣምላኽ ክኾኑ መሰል ሃቦም። በቃ ውሉድ ኣምላኽ ምዃን ማለት እንታይ እዩ? ካብ ብርሃን ምውላድ በቃ ካበይ ተወሊዶም? ካብቲ ብርሃን ሓቂ። እንታይ ገበሩ? ነቲ ናይ ጻልማት ህይወት፣ እቲ ናይ ጻልማት ናብራ ገዲፎም ነቲ ናይ ብርሃን ናብራ እንታይ ገበሩ? ሓረዩ። ብብርሃን ክመላለሱ ኣነ ብርሃን እቲ እንዳ ተኾለዐ እንዳ ደመቐ እንዳ በርሀ እንዳ በርሀ እንዳ በርሀ ዝኸይድ ብርሃን ክብሪ ንኣምላኽ ይኹን። ብግዜ ዘይግደብ ብርሃን፣ ውሒድን ንጽዓት ኢሉ ዘይጠፍእ ብርሃን። ኩሉ ግዜ እንታይ ዝኸውን ዝበርህ ብርሃን ፕሬዝ ጋድ እዚ ዓይነት ብርሃን እዩ ዘለና ኣሕዋተይ እዚ ዓይነት ብርሃን እዩ ዘለካ ዛስ ዋይና ዘየነደንግፅኩ ዛስ ዋይና ቅድሚ ሰባት ሲ ሻይን ክትገብር ከለካ ሲገርሞም እንታይ እዩ ኮይኑ ዘሎ ብሉካ እቲ ብርሃን እዩ ኣሕዋተይ እቲ ብርሃን እዩ ዘንፀባርቐካ እቲ ብርሃን እዩ ክብሪ ንኣምላኽ ይኹን። ሙሴሲ ኣብ ሓደ ግዜ ወቕቲ፣ ኣብ ሓደ ግዜ ታሪኽሲ ኣብቲ ናይ እግዚኣብሄር ክብሪ ብምእታዉ ዝኣክል ጥራይ ገጹ ብርሃን ተቐይሩ። ኣብቲ ጊዛዊ ናይ እግዚኣብሄር ህላውነት ኣብቲ ስፍራ እንታይ ኮይኑ? ብርሃን ተቐይሩ። እቲ ህዝቢ እንታይ ክገብሮ ኣይከኣለን? ክርእዮ ኣይከኣለን። መጎልበብ ግበር ኢሎሞ። እቲ ንሽዑ ዝጠፍእ ብርሃን እዩ እሱ። ብክርስቶስ ጌርና ዝረኸብናዮ ብርሃን ዘለዓለማዊ ዝኾነ ብርሃን ዘይሃስስ ዘይጠፍእ ንኹሉ ግዜ ድማ እንታይ እናወሰኸ እናደመቐ እንዳደመቐ እንዳደመቐ ዝኸይድ ብርሃን ፕሬዝ ጋድ እስጢፋኖስ ከኹም እዮም ኮይኑ ኣሕዋተይ ብዳርባ እምኒ ክቐትልዎ ከሎስ ገጹስ ከም መልኣኽ ኣንጸባሪቑሎም። ሃሌሉያ! እቲ ውሽጢ ዘሎ ብርሃን እኮ የንጸባሪቑ። እቲ ውሽጢ ዘሎ ናይ ክርስቶስ ብርሃን እዩ እኮ። እቲ ኣብ ውሽጥኻ ዘሎ ብርሃን ኩሉ ግዜ እንታይ እዩ? እናንጸባረቐ እዩ ዝኸይድ፣ እናደምቐ እዩ ዝኸይድ። ዲፕሬሽን ኣይሕዘካን እዩ ናትካ ኣይኮነን ዲፕሬሽን ኣብ ጸልማት ጥራሕ እዩ ዘሎ ኣብ ብርሃን ኣይርከብን እዩ ኣብ ሰፈር ብርሃን የለን ኣብ ሰፈር ብርሃን ናይ እግዚኣብሔር ሓጎስ ጥራሕ እዩ ዘሎ ናይ እግዚኣብሔር መንፈስ ጥራሕ እዩ ዘሎ ናይ እግዚኣብሔር ሰላም ጥራሕ እዩ ዘሎ ናይ እግዚኣብሔር ዕረፍቲ ጥራሕ እዩ ዘሎ ሓደ ናይ ዲፕሬሽን ወይ ናይ ጭንቀት ኩሎም እዚኦም ናይ ሰይጣን ኣሰራርሓ እንታይ እዮም ተልኩም ናይ ጸልማት ውፅኢት እዮም ንሕና ደቂ ብርሃንና ደቂ ብርሃንና የሱስ ጎይታ እዩ እስከ ድሕሪኻ ዘላ እስከ ደ- ጓል ብርሃን ኢኺ በላ ወዲ ብርሃን ኢኻ ፕሬዝ ጋድ ደቂ ብርሃንና በቃ ደቂ ብርሃንና ብርሃንኩም ኩሉ ግዜ ይብራህ ኩሉ ግዜ ኣብ ቅድሚ ኩሉ ሰብ ይብራህ ኩሉ ግዜ ፕሬዝ ጋድ ኣይትከወሉ ድመቑ ኩሉ ግዜ ብርሁ ኩሉ ግዜ ፕሬዝ ጋድ ስለዚ ናብቶም ናቱ መፅእቶም ናቱ ግን ኣይተቐበሉ እቶም ዝተቐበሎ ዘበሉ ግን እንታይ ኢልዎም ውሉድ ኣምላኽ ክኾኑ መሰል ሃቦም ስለዚ ውሉድ ብርሃን ኢኻ ውሉድ ብርሃን ኢኺ ካብቲ ብርሃን ኢኻ ተወሊድካ ምንጭኻ ብርሃን እዩ ክብሪ ንኣምላኽ ይኹን ብሓደ መጠቓለሊ ገይረ ክውድእ ናብ ድራዶ ጎይታ ክንከይድ ምእንቲ ሃሌሉያ ኣብ ራእይ ዮሃንስ እንድሕር ከይድና ሲ ሓደ ደስ ዝብለኒ ቃል ከነብብ እሞ ብኡ ገይረ ክወዱ እየ ሃሌሉያ ዕስራን ሓደን ዘሎ ፍቕዲ ዕስራን ሰለስተን ዘሎ ካብ ዕስራን ክልተን ጀሚረ ከንብቦ እየ። እቲ ኩሉ ዝኽእል እግዚኣብሔር ኣምላኽን እቲ ገንሸል መቕደስ እዮም እሞ መቕደስ ኣብኣ ኣይረኤኹን። ሹዕ ዕስራን ሰለስተን እንታይ ይብል? እታ ኸተማ እቲኣ ክብሪ ኣምላኽ ኣብሪሁላ ኣሎ፣ መብራህታስ እቲ ገንሸል እዩ እሞ ፀሓይ ወይስ ወርሒ ከብርሃላ ኣይድልን እዩ። እቲ ገንሸል እንታይ ኢልዎ ኣሎ መብራት ሃይል እንታይ ኣየድልያን እዩ ፀሓይ ኣየድልያን እዩ ወርሒ ኣየድልያን እዩ ተፈጥራዊ ነገር ልቺ ኣየድልያን እዩ ኤነርጂ ዝበሃል ነገር እንታይ ይገብርኒ እዩ ኣየድልያን እዩ እንታይ ደኣ እዩ ክርስቶስ እቲ ገንሸል ወዲ ኣምላኽ እቲ ንዓይ ንዓኹም ዝተሓርደ እንታይ እዩ ብርሃን እታ ከተማ እዩ እዚ ብርሃን እታ ከተማ እዩ ዝብላ ዘሎ ካበይ ተላዒሉ እዩ ዮሃንስ ዝዛረብ ዘሎ እንተ ኢልና ካብዚ ተበጊሱ ዝዛረብ ዘሎ እዚ ብርሃን እዚ እንታይ ዝገብር ብርሃን እዩ ነይሩ ንታ ከተማ ምልታ ዘብርህ ብርሃን እዩ ነይሩ ንመን ንዮርሳሌም ዘብርህ ብርሃን እዩ ነይሩ ኣብ ራእይ ግን ክመፅእ ከሎ እንታይ ኢሉ ከምዚ ዓይነት መቕደስ ኣይረኣይኹላን ምክንያቱ እንታይ እዩ መቕደስ ኣሱ እዩ እግዚኣብሄር ኣብቲ ስፍራ ዘሎ ካልእ ከ እንታይ ርኢኹን ኢልኩም እዚአን ኣርባዕተ ዕኑድ መብራህትስ ኣይርኢኹን ኣብኡ እዚኣ ሓዳሽ የሩሳሌም ድያ ከመይ እያ ምስ በለ እንታይ ኢሎሞ እቲ ግዕንሸል እዩ መብራህታ እቲ ኣነ ብርሃን ዓለም እየ ዝበለ እንታይ እዩ ንሱ እዩ መብራህታ ንሱ እዩ ብርሃና ጭልምልም ዝብል መብራህቲ የለን ኣብታ ከተማ ፕሬዝ ጋድ እዚ ዓይነት ከተማ እያ ፅበየና ዘላ ጨለምልም ዝብል መብራህቲ ይኮነን ዘለዎ መዓስ ኤለትሪክ ክትቆርጽ እያ ኢልካ ትጽበየሉ ከተማ ኣይኮነን ዘለና። መዓስ ኢና ነዳዲ ንመልኣሉ ኢልና ንጭነቐሉ ከተማ ኣይኮነን ዘለና። ክርስቶስ ብርሃና እዩ። ክርስቶስ ብርሃና እዩ። እታ ከተማ ክርስቶስ ብርሃና እዩ። ክርስቶስ ብርሃንካ እዩ። ክርስቶስ ብርሃና እዩ። ሃሌሉያ! በዚ መንፈስ ኮይና ተሲና ክንጽሊ ናይ የሱስ ጎይታ እዩ። ክርስቶስ ብርሃንና እዩ። ክርስቶስ ብርሃን እቲ ሓዳሽ ከተማ እዩ። ክርስቶስ ብርሃን እዚ ዓለም እዩ። ክርስቶስ ኣነ ብርሃን ዓለም እየ ኢሉና። ሃሌሉያ! ብርሃን እታ ከተማ እዩ። ብርሃን እታ ቅድስቲ ከተማ እዩ። ብርሃንኪ እዩ። ብርሃነይ እዩ። ሃሌሉያ! በዚ መንፈስ ኮይና ንጸሊ። የሱስ ጎይታ እዩ። ሃሌሉያ!